ሃለሉያ ክብሪ ንኣምላኽ ይኹን ኣብ ዝሓለፈ የሱስ ክርስቶስ ኣብ መጽሓፍ ራእይ ብምንታይ ብምንታይ ተገሊጹ ከም ዘሎ ርኢና ነርና ንሱ ብቑዕ ምዃኑ፣ እቲ ብቕዓቱ ከኣ ምስጋና፣ ውዳሴ፣ ስግደት ክወስድ ጥራይ ዘይኮነስ ነቲ መጽሓፍ ክግንጽሎ ነቲ ማሕተም ከኣ ክፈትሖ ብቑዕ ምዃኑ፣ ካልእ ዋላ ሓደ ዝበቕዐ ከምዘየለ ኣብ ሰማይ ኮነ ኣብ ምድሪ፣ ዝበቕዐ ዋላ ሓደ ከም ዘየለ፣ የሱስ ክርስቶስ በይኑ ግና ብቑዕ ምዃኑ። የሱስ በይኑ እንታይ እዩ? ብቑዕ እዩ። ንዅሉ ነገርና የሱስ ብቑዕ እዩ። ኣሜን። የሱስ እንድሕር ኣሎ ንሱ ዅሉ ኣሎ። ምኽንያቱ ንሱ ብቑዕ እዩ፣ እኹል እዩ። እግዚኣብሔር ዝተመስገነ ይኹን። ዮሃንስ ግን ኣብኡ ከም ዝበኸየ ከም ዝነበዐ ኣብኡ ንሪኦ መልኣኽ ከዓ መፅኡ ኣይትብከ ኣይትንባዕ ኢሎ ኩሉ ግዜ ኣብ ምልኣት ወይ ኣብ ብቕዓት ናይ ወዲ ኣምላኽ ተደኣ ኣሚንና ዘብኬና እንዳወሓደ ይኸይድ ነቲ ዘብኬናስ ተመሊስና ኣነብኪን ኣሜን እግዚኣብሔር ዝተመስገነ ይኹን እሱ ብቑዕ ኢልናዮ ኣብ ማእከል ማሕበሩ ዝመላለስ እዩ እዚ ኩሉ ሳዕ ንሓዞ ኣብ ማእከል ማሕበሩ ቀዋሚ ቀንዴል ኣብቲ ቀዋሚ ቀንዴል በቐናት ወርቂ እተዓጥቀ ኩለንትኡ ብወርቂ ዝተመልአ ኮይኑ ከም ዝመላለስ እዚ ከኣ ዘገርም እዩ መቸም ነተን የለዋን ዝበሃላ ምዉታት ዝበሃላስ ብፍቅሪ እየ ዝገንሓኪ ዘለኹ እ ብዓብይ ለውሃት እየ ዝገንሓኪ ዘለኹ ኢሉ ዳውን ክገብረን ዘይኮነስ በቃ ካብቲ ዘለወኦ ተንሲኤን ምእንቲ ከገልግለኦ ኢሉ ከም ዝዛረበን ኣብ ማእከልቲ እተን ማሕበራት ከም ዝመላለስ ኣብኡ ርኢና ኣለና እግዚኣብሔር ዝተመስገነ ይኹን እ ብመላእኽቲ ብፍጥረታት ከም ዝምለኽ ንሱ ኣብ ሰማያት ዘሎ እቲ ናቱ ምጽኣት ውን ክልተ ዓይነት መልክዕ ከም ዘሎ ውን ርኢና ነርና ናብቶም ምስቶም ናቱ ዝመጸሉን ናብቶም ናቱ ዝመጸሉን ምስቶም ናቱ ዝመጸሉን ከም ዘሎ ርኢና ኔርና ብዙሕ ኣይደግሞን እየ ግን የሱስ ክርስቶስ ክልተ ዓይነት ኣመጻጽኣ እየን ተሪፈንኦ ዘለዋ ሕጂ እቲ ሓንቲ ናብ ነቶም ናቱ ክወስድ ኣብዛ ምድሪ እዚኣ ይወርድኒ ኣብ ኣየራት ካብቲ ዜማን ዝፋን የማን ኣምላኽ ዘለዎ ኣብ ደበና ክመጽእ እዩ ንሕና ከዓ ናብኡ ክንቅበሎ ኢና እቶም ብሂወት ዘለና እግዚኣብሄር ዝተመስገነ ይኹን ብድሕሪ እዚ ከዓ ምስቶም ናቱ ከኣ ነዚ ዓንተቦይ ዘንበብኩዎ ነቲ ናይ ጥንቲ ነቲ ናይ መጀመርያ ገበል ክረግጾ ክስዕሮ ናይ መወዳእታ ቦትኡ ከኣ ከትሕዞ ከም ዝመጽእ ከኣ ካልኣይ ምጽኣቱ እዩ ማለት እዩ። እግዚኣብሔር ዝተመስገነ ይኹን። ኣሜን። ፍርዲ ከም ዘሎ ፈራዲ ምዃኑ የሱስ ክርስቶስ ከኣ ርኢና ፍርዲ ብማሕበሩ ከም ዝጅምር እንዳበለ ኣብ መወዳእታ እቲ ጸረ ክርስቶስ ዝበሃል ብዛዕባኡ ኢና ሎማዓንቲ ክንዛረብ እቲ ጸረ ክርስቶስ ኣብ ራእይ ዮሃንስ ዘሎ ንዕኡ ከዓ ክቐጽዖ ንዕኡ ከዓ ግብኡ ግቡእ ፍድኡ ክህቦ ከም ዝመጽእ ከዓ ተዛሪብና ኣለና እግዚኣብሔር ዝተመስገነ ይኹን ብዛዕባ ቁሩብ መብርሂ ክህብ እየ ሕጂ ኩሉ ግዜ እቲ ፀረ ክርስቶስ ዝበሃል ክልተ ዓይነት ትርጉም ከም ዘለዎ ኣርእየኩም ኣለኹ ኣብ ዝሓለፈ እቲ ሓደ ኣንፃር ክርስቶስ ተፃራሪ ክርስቶስ ዝብል እቲ ሓደ ግና ኢን ፕሌስ ኦፍ ክራይስት ኣብ ክንዲ ክርስቶስ መተካእታ ክርስቶስ ክገርመኩም ኣብ ኩሉ ዘመን እዚኦም ክልቲኦም ኣለዉ ጸረ ክርስቶስ እዮም ዝበሃሉ ማእለያ ዘይብሎም ኣብዚ ምድሪ እዚ ዝለገቦም ኣለዉ። እዚ ጸረ ክርስቶስ እዚ እዚ ጸረ ክርስቶስ እዩ ዝበሃሉ ባዕሎም ከኣ ክርስቶስ እየ ዝበሉ ከኣ ማእለያ የብሎምን። ስጋዕ ሕጂ ጸረ ክርስቶስ ዝበሃሉ ዝበዝሑ መራሕቲ ናይ ዓለም እዮም። ዝበዝሑ ማራሕቲ ናይ ዓለም እዚ ጸረ ናይ ጸረ ክርስቶስ መንፈስ እዩ ሽዱሽተ ሚእትን ስሳን ሽዱሽተን እዩ ዘይተባህለ ዳርጋ የለን ግን እዚ ጸረ ክርስቶስ ሲ ተወሊዱ ድዩ ሕጂ ኣይተወለደን ብኸመይ ንፈልጥ መስለኩም ጎይታ እንተ ደኣ ነቶም ናቱ ክወስድ ዝመጽእ ኮይኑ ሕጂ እንተ ደኣ መጺ ኮይኑ ተወሊዱ ኣሎ ማለት እዩ ምክንያቱ ህፃን ኮይኑ ይኮናን ክገዝእ ጎይታ እንተ ደኣ ዝድንጉ ኮይኑ ግና ዘይተወለደ እውን ክኸውን ይኽእል እዩ ዝተፈልጠ ነገር የለን ግን ክሳዕ ሕጂ ብፍላይ ናብቲ ናይ ጸረ ክርስቶስ ዓይነት ኣካይዳታት ዝኸዱ መራሕቲ ናብኡ ዘዳልዉ እዚ ጸረ ክርስቶስ እዩ ይበሃሉ እዮም። ቁጽሮም ብዙሕ እዩ እቶም ጸረ ክርስቶስ ዝተባህሉ ቁጽሮም ብዙሕ እዩ። ካበይ ክንጅምር እንድሕር ኢልና ይበዝሑና እዮም። በዓል ሉተር ከምኡውን ካልቪን ዝበሃሉ እቶም መቕናዕቲ ወይ ሪፎርሜሽንስት ዝበሃሉ እቲ ጽልኢ ምስ ካቶሊክ ዝነበሮም ዓቢ ስለ ዝኾነ ስለ ዝነበረ ነቲ ናይ ሮማን ፖፕ እሱ ጸረ ክርስቶስ ይብልዎ ነይሮም። ኣልጊበሙሉ ማለት እዩ ብምሉኡ እቲ ዝኸዶ ዝገብሮ ዘበለ ብምሉኡ ምስቲ ናይ ጸረ ክርስቶስ መንፈስ የተኣሳስርዎ ነይሮም ስለዚ ንዑ ጸረ ክርስቶስ ኢሎም እሶም ዝጀመርዎ ናይ ኣፍሪቃ መራሕቲ ጥቐሱ በዓል ሂትረል ናይ ጀርመን ጥቐሱ ንዓ በዓል ጆሴፍ ስታሊን በሉ በዓል ኦባማ ከይተረፉ ሽዱሽተ ሚእትን ስሳን ሽዱሽተን ተጻሒፍሎም ርኢኹም ዶ ኣለኹም? እ ካብቲ ፖሊሲታቶምሲ ኣንጻር ቅዱስ ቃል ኣምላኽ እ ነገር ክገብሩ ከለዉ እሱዩ እሱዩ ዝተባህሉ እቲ ቁጽሮም ክበዝሕ መዓት እዩ። ግን ከምቲ ጳውሎስ ዝበሎ ኣብ ካልኣይ ተሰሎንቄ ክልተ ሕጂ ብስውር ይዓይ ኣሎ ኢልዎ ብግህዶ ኣይኮነን ብስውር ሕጂ ይዓይ ኣሎ እቲ ወዲ ጥፍኣት ሕጂ ብሕቡእ ይዓይ ኣሎ ኢዱ ብዙሕ ነገራት ትገብር ከም ዘላ ንፈልጥ ኣለና ግን ብሓይሊ ተገሊጹ ምዃኑ ግን መጽሓ ቅዱስ ኣይነግረናን እዩ። እቲ ዝኽልክሎ ዘሎ ካብ ማእከል ክሳዕ ዝጽረግ ኢልዎ ኣሎ። እቲ ዝኽልክሎ ዘሎ ምስ ተወሰደ፣ ምስ ተላዕለ ግን ሽዕኡ እቲ ጸረ ክርስቶስ ኣብዚ ምድሪ እዚ ብሓይሊ ከም ዝገዝእ ከም ዝትንስእ ደኣ እዩ ዝነግረና እምበር ከም ዝተገለጸ ስጋዕ ሕጂ መጽሓፍ ቅዱስ ኣይነግረናን እዩ። ሓደ ካብቲ መለለዩ እቲ ባህርያቱ እቲ ናቱ መንፈስ ኣሎ ብልዑል ርእሰ ምልዓል ዘኢጎሰንትሪክ ዝብሃል እዩ ዝልለ በቃ ኣነ ኣነ ዝብል እዩ ብትዕቢት እዩ ዝልለ መን ከማይ ዝብል እዩ እቲ ዘገርም ሃንደበተ ርቱእ ዝበሃል ዶ ሰሚዕኩም ኣለኹም? ከእምን ዝኽእል፣ ንብዙሓት ሞጒቱ ከእምን ዝኽእል፣ ክረትዕ ዝኽእል ሰብኣይ እዩ እቲ እቲ ጸረ ክርስቶስ። ሕጂ ኣብ ዝሓለፈ ንእሽተይ ትንክፍ ኣቢለልኩም ነይረ። ኣብ ዳንኤል ሸውዓተ እቶም ኣራዊታት ብምሉኦም ዋላ ዳንኤል ክልተ እውን ብዛዕባ እቲ ዓቢ ምስሊ እቲ ንጉስ ነቡኮድናጸር ምስ ረኣየ ምስ እንዳተርጎመሉ እንዳተርጎመሉ ምስ ከደ እቲ ናይ ወርቂ ርእሲ ንስኻ ኢኻ ኢልዎ ብድሕሬኻ ከኣ ካብኣ ትንእስ ካልእ መንግስቲ ክትንስኣ ብድሕሬኣ ከኣ ካልእ ክትንስኣ ብድሕሪኡ ከኣ ዓሰርተ ዝኾና ዓሰርተ ኣቕርንቲ ዘለዎ ካልእ ከኣ መንግስታት ከኣ ንሓድሕዶም ገሊኦም ብርቱዓት ገሊኦም ሓያላት ክትንስኡ እዮም ኢልዎ። ሕጂ እቲ ቀዳማይ መን ምዃኑ ነጊርዎ ኣሎ፣ ንጉስ ነቡኮድናጸር ምዃኑ። እቲ ካልኣ እቶም ካልኦት መንግስታት ግና ኣይነገረናን ዘሎ። ግን ኩሉ ግዜ ግዳማዊ መርትዖ ዝበሃል ኣሎ፣ ግዳማዊ መረጋገጺ። መጽሓፍ ቅዱስ በቲ ሓደ ወሸነኽ ውሽጣዊ መረጋገጺ እትደልየሉ ባዕሉ እቲ መጽሓፍ እንታይ ይብል ኣሎ በቲ ካልእ ሸነኽ ከኣ ግዳማዊ መረጋገጺ ማለት ንታሪኽ ትውከስ ን ኣብቲ ቦታቲ ዝነበሩ ናይ እምነት ኣቦታት ትውከስ እንታይ ይዛረቡ ትውከስ ማለት እዩ ግን ርእይ ከነብል ከለናስ ሰኣ ኮልናስ እቲ ዛንታ ናይ ዳንኤል ከነንብቦ ከልናስ ንጉስ ነብከርነጸር ምስ ወደቐስ መን ኣየናይ መንግስቲ ይተንስዩ ሜዶ ፋርስ ይተስዩ ክልቲኦም ሕምነት ገይሮም እዞም ክልተ መንግስታት ንባቢሎን ከም ዘብደቕዎ ኣብኡ ይነግረና። ብድሕሪኡ ኸዓ ኣርባዕተ ንጉስ ዮናኒ ማለት መንግስቲ ናይ ግሪኽ ይተንስእ። እዚ መንግስቲ ናይ ግሪኽ ሓደ ካብኦም እቲ ኣሌክሳንደር ዘግሬት ዝበሃል እዩ። እሱ ምስ ወደቐ መንግስቱ ናብ ኣርባዕተ ከም ዝተመቕለት ሓደ ካብኦም ዝሓየለ ከም ዝነበረ ብዛዕባኡ ክዛረበ ከመይ ናይ ጸረ ክርስቶስ መንፈሳኡ ከም ዝዓየ ክንሪኦ ከርእየኩም ክፍትነ ማለት እዩ ግን ብድሕሪኡ ብድሕሪ ናይዚ መንግስቲ ናይ ግሪኽ ከኣ መንግስቲ ናይ ሮም እዩ ተሲኡ። ብድሕሪኡ እቶም ዓሰርተ ዝብሎም ካብኦም እዩ ሕጂ እቲ ጸረ ክርስቶስ ካብቶም ዓሰርተ ኣቕርንቲ ንእሽቶ ቐርኒ ዝብሎ ንሱ እዩ እቲ ጸረ ክርስቶስ። ሕጂ እቲ ጸረ ክርስቶስ ብትኽክል እንታይ እዩ? ሰብ ድዩ ዋላ ትካል ድዩ? ኣብ ዝሓለፈ ቁሩብ ክተናኽፎ ፈቲነ ኣለኹ ብቀሊሉ ትትርጉሞ ነገር ኣይኮነን ዳንኤል ሸውዓተ ጎይታ እታ ናይ ክርስቶስ መንግስትስ ብዘመን እዚ ቀርኒ እዞም መንግስታት እዞም ዓሰርተ ቅርንቲ ዘለዎ መንግስታት ብዘመኖም እዩ ዝመፅእ ካብ ቁጽሪ ሸውዓተ ድሕሪ እዚ ብራእያት ለይቲ እንሆ መፍርህን መሰክሕን ኣዝዩ ብርቱዕን ዝኾነ ራብዓይ ኣራዊት ርኤኹ። ዓበይቲ ኣስናን ሓጺን ነበሮ፣ ይውሕጥን ይጥሕንን፣ ነቲ ዝተረፈ ኸኣ በእጋሩ ይረግጾ ነበረ። ካብቶም ቅድሚኡ ዝነበሩ ኹላቶም ኣራዊት በይኑ ዝዓይነቱ ዝነበረ ዓሰርተ ኣቕርንቲውን ነበሮ። እዚኦም እዮም እቶም ዓሰርተ መንግስታት ዝበሃሉ። ኣነ ነቶም ኣቕረንቲ ኣስተብህለሎም ነበርኩ፣ እነሆ ኸኣ ኣብ ማእከል ንእሽት ኣብ ማእከሎም ንእሽቶ ካልእ ቐርኒ ወጸ፣ ካብቶም ቀዳሞት ኣቐርንቲ ድማ ሰለስተ ኣብ ቅድሚኡ ተመንቈሱ። እነሆን እዚ ቐርኒ እዚ ዓይኒ ሰብ ዝመስል ዓይንን ዓቢ ነገር ዝዛረብን ኣፍን ነበሮ። እዚ እዩ ሕጂ እቲ ናይ ጸረ ክርስቶስ እዚ እቲ ጸረ ክርስቶስ ዝበሃል። ኣንደበተ ርቱዕ ዓቢ ነገር ዝዛረብ ብቐሊሉ ክእምን ዝኽእል ንዓሰርተ መንግስታትሲ ክጥርንፍ ዝኽእል ከዋሃድ ዝኽእል ክረትዕ ዝኽእል እዚ እዩ እቲ ጸረ ክርስቶስ ዝበሃል ምስቲ ኣብ ሓድሽ ኪዳን እንሪኦ ጳውሎስ ዝጠቐሶ ዮሃንስ እውን ዝጠቐሶ ብዛዕባ እቲ ከም ዝመጽእ ሰሚዕኩም ዘለኹም ጸረ ክርስቶስ ዝበሎ ማለት እዩ ሰሚዖም ኣለዉ ሓደ ፍሉጥ ኣብ ፍሉጥ ግዜ ዝመጽእ ጸረ ክርስቶስ ኣሎ እቲ መንፈሱ ዝዓየሉ ዘሎ ግና ኣብ ዘመናት ብምልኡ ኣሎ ስለዚ ኩሉ ሳዕ ኣንጻር ናይ ክርስቶስ ዘበለ ወይ ንክርስቶስ ተኪኡ ዝኸይድ ዘበለ ሰባት ንዕኦም ናይ ምልጋብ ነገር ኣለዎም። ዘይተባህለሲ ዋላ ሓደ የለን። ሓደ ግን ክነግረኩም እዚ ንዶናልድ ትራምፕሲ ሰብኣይ ጓሉ ኣሎ ሓደ መን እዩ ሽሙ ዴቪድ ኩሽነር እዩ ዝበሃል እዚ ሰብኣይ እዚ እንተስ ፈሊጡ እንተስ ከይፈለጠ እቲ ገዝኡ ሲ ሽዱሽተ ሚእትን ስሳን ሽዱሽተን ጽሑፍ ኣለዎ ስለዚ ሰባት እዚ እቲ ጸረ ክርስቶስ ይብልዎ እዮም እንተ ብዕላማ እንተ ብዘይ ዕላማ ሲ ሽዱሽተ ሚእትን ስሳን ሽዱሽተን ገዝኡ ጽሑፍ ኣለዎ ብዓቢ ማለት እዩ። እቲ ዘገርም ከኣኒ እዚ ሃብታም መንእሰይ እዩ ዝበዝሐ ጊዝኡስ እስራኤል ምስ ኣዕራብ ከመይ ገይሮም ከም ዝተዓረቑ ዝሰርሕ እዩ። ምምስሳል ኣለዎ ዶ ሕጂ? እቲ ጸረ ክርስቶስ ከ እንታይ እዩ ክገብር? እዚ መንእሰይ እዚ ኣብርሃም ካቨናንት ኢሉ ዝሰመዮ ትካል ኣለዎ እስራኤል ምስ ኣዕራብ ከተዓርቐን ህርድግ እዩ ዝብል እቲ ቁፅሪ ገፁ ከዓ ሽዱሽተ ሚእቲ ስሳን ሽዱሽተን እዩ ስለዚ እዚ እዩ ኢሎም ይዛረቡሉ እዮም። ሕጂ ሕጂ እኳ ኣብ ሞንጎ እስራኤልን ሓማስን ዝተገብረ ናይ ዕርቂሲ ኢዱ ኣለዎ ኢሎም ይዛረቡ። ግን ንሱ ድዩ? ብርግጽ ከእምን ዝኽእል ብርቱዕ ልሳን ዘለዎ እህ ሕሰቡ ንዓሰርተ መንግስታት ብሓደ ጠርኒፉ ንዓለም ምለቲ ዝገዝእ ንጉስ እዩ እቲ ጸረ ክርስቶስ ከምቲ ኣብ ዳንኤል ተነጊሩ ዘሎ ማለት እዩ ዓቢ ነገር ዝዛረብ ኣፍ ነበሮ ኢልዎ ኣሎ ብ ትግርኛ ዝረትዕ ማለት እዩ ሞጒቱ ዘእምን ኮንቪንስ ክገብር ዝኽእል ሰባት ኣቐዲሙ ዝተጻሕፈ ነገር እንድዩ ከመይ ጌሮም ይስሕቱ ክንብል ንኽእል ኢና ግን እቲ ካብ ኣፉ ዝወጽእሲ ዘእምን እዩ ዝረትዕ እዩ ንኹላ ክቆጻጸር ዝኽእል እዩ ስለዚ እዚ መንእሰይ እዚ ከምኡ ይበሃል እዩ ማለት እዩ። ከምኡ ዝኣመሰሉ ይበዝሑ እዮም እቶም ቁፅሮምሲ ይበዝሑ እዮም ፀረ ክርስቶስ ዝበሃሉ ዝተባህሉ ኣብ ዘመናሲ ይበዝሑ እዮም በንጻሩ ከዓ ኣነ ክርስቶስ እየ ዝብሎ ከዓ ማለያ የብሎምን ካብ ኩሉ ዘገርም ኣብዚ ሕጂ ኣብ ክልተ ሽሕ ኣብ መፋርቕ ናይ ክልተ ሽሕ ሓደ ፓስተር ኣብ ኣሜሪካ ተሲኡ ነይሩ እንታይ ዝብል ጆሴ ልውስ ዝበሃል እዩ ፓስተር እዩ ሕጂ ኣነ እቲ ዝተመልሰ የሱስ ኢሉ ቃል ብቃሉ እንደገና ከዓ ብካልእ ኣተረጓጉማ ከዓ እቲ ፀረ ክርስቶስ ዝብልሲ እንታይ ማለት እዩ ኢልዎ ካብ ክርስቶስ ዝዓበየ ማለት እዩ ካብ ክርስቶስ ዝሓየለ ማለት እዩ ንክርስቶስ ክጻረሮ ዝኽእልስ ካብ ክርስቶስ ዝዓበየ ስለ ዝኾነስ ኣነ ከዓ ጸረ ክርስቶስ እየ ምክንያቱ ካብ ክርስቶስ ኣነ ዓቢ ኢሉ ከዓ ከምዚ ዓይነት ግሮዊንግ ኢን ግሬስ ኢንተርናሽናል ዝብል ኣገልግሎት ዘገልግል እዩ ወይ ማሕበር ዘለዎ እዩ ማለት እዩ ሕጂ ኣብ መፋርቕ 200 ዓመተ ምህረት ዝነበረ እዩ ማለት እዩ። ሕጂ ብምሉኦም እቶም ሰዓብቱ ከዓ እቶም ንዑ ዝኽተሉ ሽዱሽተ ሚእትን ስሳን ሽዱሽተን ታቱ ክገብሩ ይንገሮም። ሕጂ ፈቆዶ እንዳታቱ ከይዶም ሽዱሽተ ሚእትን ስሳን ሽዱሽተን ክገብሩ ከለዉ እዞም ናይ ዓለም ማዕከናት ዜና መጺኦም ቃለ መጠይቅ ጌሮምሎም ንምንታይ ኢኹም ሽዱሽተ ሚእትን ሳይ ሽዱሽተን ትገብሩ ዘለኹም በቃ ፓስተርና ከምኡ ግበሩ ኢልና ምልክት ናይ ትጸረ ክርስቶስ እዩ ካብ ክርስቶስ ከኣ ንሕና ንዓቢ ንሕይል ስለ ዝኾንና ኢሉ ኢሎም መሊሶም ክንዲ ኣባላት ኣለዎ ሰላሳ ሽሕ 30000 ኣባላት ኣለዎ። ዘገርም እዩ ነቲ ስሕተት ክሳዕ ሓንተይ ሰብ ከም ዝስዕቦ እንታይ ረእዎ እንታይ ኢሉ ኣሎ መስለኩም ሓደ ነገር ክትፈልጡ ጳውሎስ እንታይ ኢሉ ኣሎ ጣዖት ሲ ግዛዕ ኣይኮነን ኢልዎ ጣዖት ዝበሃል ሲ ስኢልስ ኣይኮነን ድሕሪ ነፍሲ ወከፍ ጣዖት ሲ መንፈስ ኣሎ መንፈስ ተዘይኮይኑ ነዚ ከእምነካ ዝኽእል ዋላ ሓደ የለን። ትሪኦ ትሓልሞ ነገር እንተዘይሃልዩ ከእምነካ ዝኽእል ዋላ ሓደ የለን። ስለዚ ሰላሳ ሽሕ ሰዓብቲ ነይሮሞ ግን ልክዕ እዚ ፓስተር እዚ ከምኡ ኢሉ ምህሮ ምስ ጀመረ ኣነ በቃ ንክርስቶስ ዝተመልሰ ክርስቶስ እየ ካብ ክርስቶስ ከ ኣነ ይዓቢ ክብል ምስ ጀመረ ሽዱሽተ ዓመት እውን ኣይወሰደሉን ክግዕዝ ካብዚ ምድሪ እዚ ክመውት ማለት እዩ ስለዚ ብንእስነቱ ዝሞተ እዩ እዚ ሰብኣይ እዚ ጥራይ ሰላሳ ሽሕ ጥራይ ዘይኮነስ ከኣ ልዕሊ ሰላሳ ዝኾና ሃገራት ከኣ ጨንፈራት ነይርዎ ማለት እዩ ነቲ እምነቱ ዝስዕብዎ ማለት እዩ ዘገርም እዩ ግን እቲ ጸረ ክርስቶስ እታ መዓልቲ ጎይታ ምስ መጸ ኣሰውርዮለን ቦታ የብሉን ሕጂ ሓንቲ ወይ ሓንቲ ነገር ክነግረኩም እየ ኢለኩም ነይረ እንታይ እያ እሳ ካብቶም ጀነራላት ናይ ግሪኽ ናይ ዮናኒ ዝበሃል መንግስቲ እቲ እቲ ኣሌክሳንደር ምስ ሞተ ኣርባዕተ ጀነራላት እዮም ነቲ ግዝኣት ተማቐቒሎሞ ሓደ ብርቱዕ ካብ ኩሎም ዝበርትዕ ነይሩ እዚ ጀነራል እዚ ኣንቲፓስ ኤጲፋነስ እበሃል። ቀቅድሚ ጎይታና የሱስ ክርስቶስ ምምጽኡ ካብ ሚእትን ሰብዓን ሓሙሽተን ክሳዕ ሚእትን ስሳን ኣርባዕተን ዝተንሰኤ እዩ። ዳንኤል ምዕራፍ ዓሰርተ ሓደ ዘሎ ብምሉኡ ብዛዕቡ እዩ ዝዛረብ ብዛዕባ እቲ ጀነራል ሕጂ እውን ኣብኡ ብሽሙ ኣይጥቀስን እዩ ግን ጸርፊ ዝጻረፍ ፉንፉን ነገር ዝገብር ጥፍኣት ዝገብር ልክዕ ነቲ ናይ ጸረ ክርስቶስ መንፈስ ዝገብሮ ዝገብር ዝመስል ኣብኡ ተጻሒፉ ኣሎ ኣብ ገዛኹም ኣንብብዎ ምዕራፍ ዓሰርተ ሓደ ዳንኤል እንታይ ገይሩ ኣይሁድ እምነቶም ከልኪልዎም ነቲ ዘወስ ዝበሃል ጣኦት ናቱ ከምልኹ ኣገድዶም ነይሩ። ዝኣበዩ ኸኣ ይቐትሎም የሳድዶም ነይሩ። ምእንቲ ክጉህዮም ምእንቲ ክቆጥዖም ኢሉ ሕሉፍ ሓሊፉ ሓሰማ ኣምጺኡ ናብቲ ቤት መቕደስ ናይ ኣይሁድ ኣምጺኡ ኣብኡ መስዋእቲ ገይሩ። እዚ ምስ ገበረ ቅብጸት ድሕሪ ደጊም ሞት ከም ኣዳም ኢሎም ተላዒሎሞ። ናይ ሞቃባውያን ሪቮልት ዝበሃል እዚ እዩ። ቃልሲ ወይ ሪቮሉሽን ወይ ከኣ ብትግርኛ እንታይ ዝብል ሰውራ ናይ ሞቃባውያን ዝበሃል እዚ እዩ። ኣብ ታሪኽ ዝኾነ ነገር እዩ ድሕሪዝስ ውርደት እዩ ድሕሪዝስ በቃ ሕስራን እዩ ድሕሪዝስ ዝተርፈና የለን ኢሎም ተንሲኦም መቃባውያን ዝበሃሉ ካብ ኣይሁድ ማለት እዩ ነቲ መንግስቲ ኣውዲቖሞ ማለት እዩ መስዋእቲ ከፊሎም ሕጂ እዚ እውን ፀረ ክርስቶስ እዩ ይብልዎ እዮም እንታይ እየ ከርእየኩም ዝደሊ እቲ ናይ ጸረ ክርስቶስ መንፈስሲ ሕጂ ደይኮነሲ ካብ ቀደም እውን እቲ መንፈስሲ ይዓይይ እዩ ነይሩ ይሰርሕ ጸኒሑ እዩ ይሰርሕ እውን ኣሎ ከምዚኣ እዩ ከዓ ክገብር እቲ ናይ ብሓቂ ጸረ ክርስቶስ ምስ መጸ ሰላም ዝገብር እዩ ዝመስል ህድኣት ዝገብር እዩ ዝመስል ስቕ ኢልካ ኣይኮንካን ትስዕቦ፣ ዘእምን እዩ። እታ ማሕበር ኣምላኽ ካብ ምዕራፍ ሰለስተ ጀሚራ ከም ዘየላ በዚ ኣረኣእያ እዚ ኢና ነቲ መጽሓፍ ክንሪኦ ኢለኩም ኣለኹ። ካብ ምዕራፍ ኣርባዕተ ንዓና ኣብዚ ኔው ጂኦ ንዓ ናይ ሰማይ ነገር ከርእየካ ተባሂሉ ተጸዊዑ እዩ ዮሃንስ ልክዕ ዙም ጌርካ ኣብ ምድሪ ዝኸውን ነገር ከም ዝርኢ ዝረኣየ ኣብኡ ማሕበር ኣምላኽ ኣይትጥቀስን እያ ግን እዚ ሕጂ ሰባት ርኤኹም ብቐሊሉ ንዑ ደሓኑ እመኑ ኢልካዮም ምድሓን ዝኣብዩ ዘለዉ ሽዑ ግን ደሓኑ ተባሂሎም ጥራይ ኣይኮኑን ግብረ መልሲ ክህቡ ምስታ እምነትሲ ክስየፉ ክዳለዉ ኣለዎም። ኣየናይ ይኸብድ ሕጂ ዶ ከብድ ሰብ ክድሕኑ ዋላ ዳሕራይ ሕጂ ይቀልል ሕጂ ኣሚንካ መን እቀትለካ መን እንታይ ይብለካ ኣብ ዝበዛሕ ክፍሊ ዓለም ድሓን ስደትን መከራን ስለ ዘየለ ኣይኮነን ግን ዝስደዱ ሕጂ እውን ዝስየፉ መከራ ዝጸግቡ ኣሕዋት ክርስትያናት ኣብ ኩሉ ዓለም ኣለዉ እዮም ግን ሕጂ ዝቐለለ እዩ ሽዑ እመን እሞ ደሓን ጥራይ ኣይኮነን እመን እሞ ክስየፍ ከኣ ተዳሎ እዩ። ክትኣምንን ክትስየፍን ድሉው ክትከውን ኣለካ። ከምዚ ዓይነት ነገር እዩ ዝገብር እቲ ጸረ ክርስቶስ መለለይኡ ከዓ ትዕቢት እዩ። መለለይኡ ከዓ ኣነ እየ ዝብል እዩ። መለለይኡ ከዓ ኣነ ኣምላኽ እየ ዝብል እዩ። ኣብ ቤት መቕደስ ኣትዩ ኣነ ኣምላኽ እየ ዝብል ስለዚ ንኹለን መንግስታት ኣተሓባቢሩስ ኣነ መንግስቲ እየ ዝብል እዩ ኣነ ኣምላኽ እየ ዝብል ኣነ ጎይታ እየ ዝብል ማለት እዩ ነዚ እዩ ጎይታና የሱስ ክርስቶስ መፅኡ ዝስዕሮ እሞ እዚ ፀረ ክርስቶስ ዝመን እዩ ሰብ ድዩ? እቲ ቁጽሪ ሽሙ ከኣ ሽዱሽተ ሚእትን ስሳን ሽዱሽተን ኢልና ዘሎ። ኩሉ ግዜ መጽሓፍ ቅዱስ ቁጽሪ ትርጉም ኣለዎ። ሓቀይ ዶ? ሓደ እንድሕር ኢልናስ ናይ እግዚኣብሄር እግዚኣብሄር እንታይ ሓደ ናይ እግዚኣብሄር ሽም እዩ ሓደ። ኣርባዕተ እንድሕር ኢሉ መጽሓፍ ቅዱስ መኣዝናት ኣርባዕተ መኣዝናት ምድሪ ይብል ሸነኽ ናይ ምድሪ ሸውዓተ እንድሕር ኢሉ ምልኣት እዩ ዘመልክት ሽዱሽተ ሽዱሽተ ሽዱሽተ እንድሕር ኢሉ ከዓ ሰብ ከዓ ብመን እዩ ብየነይቲ መዓልቲ እዩ ተፈጢሩ ስለዚ እቲ ፀረ ክርስቶስ ሰብ እዩ መልኣኽ ኣይኮነን ትካል ኣይኮነን ገለ ኣይኮነን ሰብ እዩ መራሒ እዩ ሓለቓ እዩ ንጉስ እዩ ሰላም ዘውርድ ዝመስል እዩ ኣብ ምድሪ ዝኹሉ ኣብ ዓለም ዘሎ ነዘን ክልት ነዘን ባይዘወይ ነተን ዓሰርተ መንግስታት ዋላ ቁጠባዊ ሓርነት ዘምጽእ እዩ ክመስል ቁጠባ ዘተረጋገአ ክገብሮ እዩ ንቕሩብ ዓመታት ክሰልጦ እዩ ዘእምንስ ኣለዎ ስቕ ኢሎም ሰባትሲ ኣይሰድዑን እዮም። ስቕ ኢሎም ሰባትሲ ኣይስዕብዎን እዮም። ዘእምን ነገር ኣሎ። ንቕልውላው ናይ ዓለም፣ ንውግእን ወራውግእን ናይ ዓለም፣ ንመወዳእታ ዘይብሉ ዝመስል ናይ ዓለምሲ መፍትሒ ዘምጽእ ክመስል እዩ። ስለዚ እዮም ኣይሁድ ዝስዕቦ ብዘላ ዓለም ከዓ እዋይ ከምዚ ኣራዊት እዚ መን ይመስሎ ሞት እውን በቃ ክትቀርቦ ዘይትኽእል ኮይኑ ዓቢ ተባሂሉ ዝገዝእ እዩ ዝጸረ ክርስቶስ እዚ ኣፍልጦ ክህልወና ብጣዕሚ ጽቡቕ እዩ እምበኣር ነዚ እዩ መዓልቲ ጎይታ መዓልቲ ጎይታ መዓልቲ ጎይታ መዓልቲ ጎይታ ተባሂላ ኣብ መጽሓፍ ቅዱስ ኣብ ብሉይን ኣብ ሓድሽን ኣብዚ ማእለያ ዘይብሉ ጥቕሲ ጽሒፈ ኣለኹ መዓልቲ ጐይታ ትብል እንድሕር ረኺብኩም፣ ጐይታ መጺኡ ሕነ ዝፈድየሉ እዩ። ጐይታ መጺኡ ነዚ ጸረ ክርስቶስ እ ካብ ኣፉ ብዝወጽእ በሊሕ ሰይፊ ገይሩ ዘጥፍኣሉ እዩ። ኣብቲ ራእይ ዮሃንስ እንተ ደኣ ርኢኹም ነዚ ነዛ ነዚ ዓሰርተ ቀርንቲ ዝብሎ እ መሬት ንዕኡ መጺኡ ከም ዝድዕምኾ ንዑመጺ ኸም ዝጭፍልቖ ንዘልኣለም ከኣ ገዚኡ ኸም ዝነብር ኣብኡ ተዛሪቡ ኣሎ። እንታይ ኢሉ ኣሎ? እቲ ሓጺን ምስ ልምሉም መሬት ተሓዊሱ ዝርኤኻዮ፣ ንሳቶም ምስ ዘርኢ ሰብ ክተሓወሱ ግናኸ ከምቲ ሓጺን ምስ መሬት ዘይላገብ ንሓድሕዶም ኣይክላገቡን እዮም። ብዘመን እዞም ነገስታት እዚኣቶም ኣምላኽ ሰማይ ንዘለኣለም ከቶ ዘይትጠፍእን ግዝኣታ ኸኣ ንኻልእ ህዝቢ ዘይወሃብን መንግስቲ ኸተንስእ እዩ። ንዅለን እዘን መንግስትታት እዚኣተን ክትጭፍልቐንን ከተጥፍኣንን እያ፣ ንሳ ግና ንዘለኣለም ክትቀውም እያ። ከምቲ እምኒ ኢድ ከይተንከዮ ካብ ከረን ተፈንቂሉ ንሓጺንን ኣስራዝን መሬትን ብሩርን ወርቅን ክድዕምኾ ኸሎ ዝረኤኻዮ፣ እቲ ዓቢ ኣምላኽ ንንጉስ፣ ነቲ ድሕርዚ ዝኸውን ኣፍለጦ እቲ ሕልሚ ርግጽ ትርጋሚኡ ከኣ እሙን እዩ። ብዘመን እዞም መንግስታት እዚኣቶም ነዞም ዓሰርተ መንግስታት እዚኣቶም እ ኣወሃሂዱ ቁጠባዊ ሓርነት ዝመስል ሰላም ዝመስል ኣብ ምድሪ ኣብ ዘምጸሉ ብድሕሪቲ ሰለስተ ዓመትን ፈረቓን ግና ንሱ ጥራይ ከም መራሒ ዘይኮነስ ባዕሉ ክርስቶስ ምዃኑ፣ ባዕሉ ኣምላኽ ምዃኑ፣ ባዕሉ ክስገደሉ፣ ክምለኸሉ ዘለዎ ኣምላኽ ምዃኑ ክዛረብ ምስ ጀመረ፣ ሰባት ከኣ ኣዒንቶም ክኽፈት ምስ ጀመረ፣ ገሊኦም ክኽሕድዎ፣ ገሊኦም ክጠልምዎ፣ ገሊኦም ከኣ ክቕበልዎ ምስ ጀመሩ፣ ነቶም ዝኣበዩ፣ ነቶም ዝኸሓዱ ክስይፎም፣ ከቕትሎም፣ ምስ ጀመረ ተን ሰለስተ ዓመትን ፈርዓን ተን ዳሕረዎት እሰን ምስ ተዛዘማ ብዘመን እዞም መንግስታት እዚኣቶም እዩ እታ መንግስቲ ኣምላኽ ትመጽእ ትድዕሙቆ ንፋስ ከም ዝብተን ትብትኖ ኣሰሩ ክሳዕ ዘይርከብ ዝኸውን ማለት እዩ። እታ ናይ ክርስቶስ መንግስቲ ሽዑ ኣብዚ ምድሪ እዚ ትትከል እግዚኣብሔር ዝተመስገነ ይኹን። እምበኣር ሕጂ ድሮ ግና እቲ ናይ ጸረ ክርስቶስ መንፈስ ይዓዪ መንፈሱ ይዓዪ ኣሎ ክንዳናገር የብልናን ኣሎ ሕጂ ምህላውን ዘይምህላውን ከም ዝተገለጸ ርግጸኛታት ኣይኮናን ከምቲ ዝበልኩኹም ጎይታ ነቶም ናቱ ክወስድ ተደኣ መጺ ኮይኑ ድሮ ተወሊዱ ኣሎ ማለት እዩ። ህጻን ኮይኑስ ኣይክጸንሕን እዩ ምክንያቱ ጎይታ ነቶም ናቱ ትርድኡ ኣለኹም እንድሕር ወሲድዎምሲ ብድሕሪኡ ናቱ ንግስነት እዩ ማለት እዩ ንግስነት ክህልዎ ከዓ ዝተወለደ ክኸውን ኣለዎ ብውሕዱ ዝተወለደ ክኸውን ኣለዎ መንፈሱ ግን ኣብ ኩሉ ይዓይ ኣሎ ኣብ ኩሉ ይገዝእ ኣሎ ብብዙሕ መገዲ እንድሕር ርኢኹም እቲ ዝቆጻጸሮ ዘሎ እቲ ፕላትፎርምስ ኣቐሚጡ እዩ እ ምጽእ ኢሉስ ኩሉ ቦታስ ተመቻችእሉ እዩ ዘሎ ሓቀይ ዶ ካብቲ መንግስታት ናይ ዓለም ካብቲ ሕግታት ናይ ዓለም ብዙሕ ነገራት እንዳወጸ እቲ ኣምላኻዊ ዝኾነ እቲ ሞራላዊ ዝኾነ እቲ እግዚኣብሔር ዝደልዮ ነገራት እንዳወጸ ይኸይድ ኣሎ እንታይ ማለት እዩ እዚ ይማቻቻዓሉ እዩ ዘሎ ማለት እዩ ይጠዓዓመሉ እዩ ዘሎ ማለት እዩ። መገዲ ይጽረገሉ እዩ ዘሎ። ከምዚ ክኸውን ከሎ ሕጂ ንሕና ክንነቅሕ እዩ ዝግብኣና፣ ክንትንስእ እዩ ዝግብኣና፣ ክንበራበር እዩ ዝግብኣና። ነታ መንግስቱ ሕጂ ኢና ከነዕንዋ ንኽእል። ኣሜን ኣሜን ዳሓራይ እሞ ጎይታ መጽዩ ባዕሉ ኣህ ባዕሉ እዩ ከዕንዎ ባዕሉ እዩ ከጥፍኦ ኣብቲ ውግእ ንሕና ንሳተፍ ኣይመስለንን ኣብኡ ምስ በጻሕና ክንርኢ ኢና ኣምላኽ ተደኣ ፈቂዱ ሕጂ ግን ክንዋጋእ ኣለና ኣሜን ሕጂ ግና መንግስቱ ከነፍርስ ኣለና ሕጂ እዩ ቀሊል ንሰብ ክድሕን እቲ ማሕዋተይ ሕጂ እዩ ቀሊል ንሰብ ናብ ህይወት ንዓ መገዲ ኣምላኽ ሓዝ ክብልሃል ዋላ ዳሕራይ እኮ ንሕና ክርስትያናት እ እቶም ዝተርፉ እኮ ከቢድ እዩ እቶም ዝተርፉ ኣብ ኣየር ዘለዉ ኣብ ካልእ ዘለዉ ኣብ ዘለዉ ኣብ ኤድመንተን ዘለዉ ኣብ ኤርትራ ዘለዉ ዘይኮኑ ብ ካልእ ዘለዉ ዝተርፉ ተለዉ ከቢድ እዩ ሕጂ ብትግሃት ብንቕሓት ክንመላለስ እዩ ዘሎና ኣሜን ሕጂ ይቐሊል ክርስትና ሕጂ ይጥዑም ክርስትና ንክትነብረሉ እቲ መንፈሱ እዩ ደኣ ዝዓይ ዘሎ እምበር እቲ መንፈስ ክርስቶስ ግና ይሕይሎ ኣሎ እዩ ስለዚ ነቲ መንፈስ ተ ደኣ ከም ዝገዝእ ኣባና ጌርናዮ ሲ መስዓርናዮ ክንከይድ ኢና ኣሜን ኣብ ቴስዓታት ጀሚሩ ሃይ ስኩል እንዳተምሃርና ከለና እዚ ትምህርታት እዚ ንምሃር ነርና ጸረ ክርስቶስሲ በቃ ድሮ መጺኡ ድሮ ኣትዩ ወረ ቅድሜና ዝነበረ መንግስቲ ንሃይለ ማርያም እውን እሱ ተኣታትይዎ እዩ ኢላ ተሓፍቲ ትነግረና ነይራ ርግጽ እሱ ኣይኮነን ግን እቲ መንፈሱ ግን ኣብ ዘመናት ካብዚ ጀሚሩ ኣርእየኩም እየ እቲ ናይ ሮማ እቲ ናይ ግሪክ ጀነራል ዝገበሮ ቅድሚ ልደተ ክርስቶስ ዝገበሮ ልክዕ እቲ መንፈስ ናቱስ ቀደም ገይርዎ ማለት እዩ። ኣብ ዘመናት ብምሉኡ ከኣ ሰባት ከምኡ ይገብሩ እዮም። ብክልተ ሸነኽ ገሊኦም ተረዲእዎም ድዩ ከይተረድኦም ገሊኦም ከኣ ኮነ ኢሎም ክኾኑ ይኽእሉ እዮም። ገሊኦም ከኣ በቃ ኣነ ክርስቶስ እየ ው ብፍላይ ኣነ ክርስቶስ እየ ዝብሉ ኣብ ቤት ኣምላኽ ዘለዉ ኦኦኦኦ የሰንብዱ እዮም ብጣዕሚ ብጣዕሚ እዮም ዘሰንብዱ። በዓል ኬንያ በዓል ኡጋንዳ ኣነ ክርስቶስ እየ ኢሎም እ ኣብ ጎቦ ሓደ ታይ ገይሩ ሓደ ፓስተር ታይ ኢሉ ኣነ ክርስቶስ እየ በቃ ቅድሚ ሕጂ መፅ ኣመንኩምንን ሕጂ ግና መፅ ኣለኹ ኢልዎም ሕጂ ገንዘብ ከዓ ኣኽፊሉ ነቶም ሰዓብቱ በቃ ብዙሕ ነገራት ክኸውን እዩ ኣብዚ ምድሪ እዚ ናብ ጎቦ ህደሙ ናብ ከረን ህደሙ ኢልዎም ናብ ከረን ሃዲሞም ኣብኡ ክንደይ መዓልታት ገይሮም ገሊኦም ጠምዮም ገሊኦም ሞይቶም ገሊኦም ብዙሕ ነገር ኮይኑ ኣብቲ ቤት ኣምላኽ ኮይ ዝገርመኩም ፓስተራት ኣገልገልቲ ናይ ኣምላኽሲ ኣነ ክርስቶስ እየ ዝብሉስ ይጥወዮም ከም ገለ ገይሩ ገለ ምግላፅ ገለ ነገር ርዮ ሕጂ ምልላይ የደሊ ክንየቲ ጽሑፍ ምኻድ ኣያደልን እዩ። እቲ መንፈስ ናብ ገለ ክጠወይካ ከሎ ኦ ኖ እዚ ናይ ጸረ ክርስቶስ መንፈስ ኢልካ ጠጠው ክትብል ኣለካ። ንሕና ክርስቶስ ኣይኮናን ኣሜን። ክርስቶስ ንሱ ወዲ ንሱ ወዲ ህያው ኣምላኽ እዩ። ንሕና ብእኡ ዝተረኸብና ምድሓን ዝጠዓምና ኢና። ስለዚ ክልተ ነገራት እየ ክተባብዕ ዝደሊ በዚ ምሸት እዚ ሓደ ሕጂ ቀሊል ክርስትና ንምንባር ዳሕራይ ኣይኮነን ነቲ ኣብ ቤት ኣምላኽ ዘሎ ኣብ ቤት ኣምላኽ ዘለና ሕጂ እዩ ቀሊል ስለዚ ቃሕናቕሕ ኢልና ክንመላለስ ኣሎና መንፈስና ክንስሕሎ ኣለና ከነበርትዖ ኣለና እንታይ ገዲስና ኣብቲ ዓቢ መከራን ሽግርን ጸበባን ንኣቱ? እንታይ ኣምጾ? እዚ ኩሉ ኣብዚ ዘሎ መከራ ይኣክል ጎይታ ነታ ንኩሎም ትመጽእ ንኩሎም ትረኽቦም ሀ መዓልቲ ፀበባ ሰዓት ፀበባ ክሕልወካ ኢሉ ተስፋ ከምዝሃባ ነታ ማሕበር ንዓና ከኣ ከምኡ እዩ ካብታ ፀበባ ካብታ መከራ ካብታ ሽግር ሀ ተስፋ ዝህብ ኣምላኽ ኣሎ ካብኡ ከድሕነና ምዃኑ ካብኡ ከናግፈና ምዃኑ ኣሜን እግዚኣብሔር ዝተመስገነ ይኹን። ሓደ እዚ እዩ ሕጂ ተቢዕና ሕጂ ነቂሕና ሕጂ ተነቃቂሕና ነቲ ናይ ጎይታ ነገር ሲርየስ ወሲድና ንመላለስ ካልኣይ ከኣ እቶም ክድሕኑ ዘለዎም ከኣ ሕጂ ንጋደለሎም እቶም ዓዋተይ ተገደ ነቶም ነቶም ብስጋ ኣዝማድና ንጋደለሎም ለስ ቢ ሲርየስ ምድሓን ኣምላኽሲ ቀረባ ምዃኑ ሕጂ መገዲ ምድሓን ሕጂ መዓልቲ ምድሓን ኣብ የማን ጸጋምና ዘለዉሲ ሕጂ መዓልቲ ምድሓን ምዃናሲ ገለ መገዲ ከፊትናስ ናብኡ ነምጻዮም። ኣብቲ ዳሕራይ ካብቶም ዝኣምኑ እቶም ዝኽሕዱ እዮም ዝበዝሑ። ኣኳ ደኣስ ካብቶም ኣመንቲ ንኣይሁድ እዩ ምድሓን ዝኸውን። እዚ ዘመን ኣህዛብ እዩ። ንኣይሁድ ያእቆብ መከራ ክረኽቦ እዩ፣ ያእቆብ ጸበባ ክረኽቦ እዩ ሽዑ ዝብሎ ንሱ እዩ። ሕሰም ዝረኽቦ ሽዑ እዩ። ኣይሁድ ሽዑ እዮም ዝርከቡ። እቶም ዝተረፉ ኣህዛብ ከኣ እቶም ዝድሕኑ ብዋጋ ብኸቢድ ዋጋ እዮም ዝድሕኑ። ስለዚ ሕጂ ቀሊል ከሎ ምድሓን መዓልቲ ምድሓን መገዲ ምድሓን ከሎ ሕጂ ነቶም ክድሕኑ ዘለዎም ቀልጢፍና ንንገሮም። ኣሜን። ብዕላማ ነቶም ክድሕኑ ዘለዎም እቶም ቃል ኣምላኽ ክንገሮም ዘለዎም ንንገሮም። ሕጂ ይድሓኑ ሕጂ የምልጡ እቲ ዘመን መከራ እቲ ዘመን ጸባ ከይመጸ እቲ ጸረ ክርስቶስ ከይተገልጸ ከይተጋህደ መንፈሱ ድሮ ዓዩ ኣብዚ ምድሪ እዚ እናሰርሐ ኣብ ዝሃለወሉ እዋን ገና ብሓይሊ ከይተገልጸ ከሎስ ሕጂ እቶም ክድሕኑ ዘለዎም ነድሕኖም ስቅ ኣይንበል ኣሕዋተይ ሸለል ኣይንበል ምድሓን ዓቢ ዓቢ ዓቢ ነገር እዩ ንሰብ ምክንያቱ ናይ ጎይታና የሱስ ክርስቶስ ኣውራ ኣውራ ነገር እቲ መስዋእቱ ንሕና ምእንቲ ክንድሕን እዩ ሰባት ምእንቲ ክድሕኑ እዮም እቲ ብኣዳም ዝተኸሰረ ምእንቲ ክመልሶ እዩ እሞ ንምድሓን ሰባት ውሽጥና ይበራበር ኣመን ከምኡ እንድሕር እንዳገበርና ንኸይድ ኮይንና ውሽጥና ኣይከሰናን እዩ። ኣብ ዝኾነ ሰዓት ጎይታ እንተመጸ ኣይንብርግግን ኢና። እዋእ! ድሉዋት ኢና ንኸውን፣ ንቑሓት ኢና ንኸውን። እቲ ንገብሮ ዘለና እናገበርና ማለት እዩ። ክንሓድጎ ኣየድልየናን እዩ። እቲ ንገብሮ ዘለና እናገበርና ግን መንፈስና ዝተሳሕለ ድምፂ ኣምላኽ ንምስማዕ ቃሉ በቃ በዚኣ እስከ ፈትሹ እንተ ደኣ ንጸሎትን ንቓል ኣምላኽን ንሕብረት ኣሕዋትን በቃ ውሽጥኹም ዘይለዓዓል ኮይኑ ክንትንሳእ ኣለና ክንባራበር ኣለና ሰይጣን ስርሑ ይሰርሕ ስለ ዘሎ እግዚኣብሄር ይገስጾ ክብሪ ንኣምላኽ ይኹን ንሕና ግና ምስቶም ምድሓን ነፍሶም ምእንቲ ክረኽቡ ዝኣምኑ እምበር ምስቶም ናብ ጥፍኣት ንድሕሪ ዝምለሱ ኣይኮናን ኢሉ ቃል ኣምላኽ ንእግዚኣብሄር ክብሪ ይኹኖ ስለዚ እቲ መንነት ናይቲ ጸረ ክርስቶስ ብቁሩብ ሸነኽ ነጊረኩም ኣለኹ እቲ ኣራዊት ዝባሃል እቲ ጸረ ክርስቶስ ዝባሃል ንሱ ሓደ ፍሉጥ ሰብ እዩ ኢለ ደምዲመ ኣለኹ ካልኦት ከኣ ካልእ ክብሉ እዮም ets ok ጥራይ ናይ ጸረ ክርስቶስ መንፈስ ከም ዝጋሃድ ድሮ ከኣ ይዓዪ ከም ዘሎ ንፍለጥ ዝኾነ ካብ ቃል ኣምላኽ ወጻኢ ካውንተር ፊት ዝገብር ፋሚልያር ዝኾነ ፋሚልያር ስፒሪት ዝኾነ ክመጽእ ከሎ መገዲ ጸራጊ ምዃኑ ከኣ ረኣይዎ። ድሮሲ ተጸሪግሉ ተመቻቺኡሉ እዩ ዘሎ ብኹሉ መለክዕ ኣብ ኩሉ ዓለም ኣብ ኩሉ ዘሎ ስርዓታት ረኣይዎ እቲ ቁጽሪ ሰባት ይጥቀምሉ እዮም ድሕረ ባይትኦም እንተ ደኣ ርኢኻዮም ከኣ ምናልባት እሶም ካብ ኣምላኽ መሲልዎም ዝገብርዎ ክኸውን ይኽእል እዩ። Who knows? ንኣምላኽ ዘስምርዎ ንኣምላኽ ዘሐጉስዎ ግን ሰይጣን ከኣ ክጥቀመሎም ይኽእል እዩ ማለት እዩ። ስለዚ ብኹሉ ነቒሕና ደው ኢልና ንመላለስ። እግዚኣብሄር ዝተመስገነ ይኹን ካብ ዘለናዮ ሓፍ ኢልና እስከ ስለ ነቲ ዘድሓነና ጎይታ ነቲ ካብታ መዓልቲ መከራ፣ መዓልቲ ጸበባ፣ ካብታ ንኹሉ ሰብ እትፍትኖ መዓልቲ ሰዓት ከድሕነና፣ ሰዓት ፈተና ከድሕነና ዝከኣል ኣምላኽ፣ ነፍስና እንዳማዕቆብና፣ ክብሪ ከኣ እንዳሃብና እስኪ ነቲ ዝገልጸልና ንቃሉ ብርሃን ዝህበና፣ ንቃሉ በቃ ዝኹልዓልና ጎይታ። ሃለሉያ ሴግራቫላቫግራ።